ንኒብሳስል ዝቐተለ እቲ ፋርማሱቲካል ካምፓኒ እዩ። እዚ ሓደ ክፋል ናይቲ ኢሉምናቲ ዝበሃል ዘሎ እዩ።
ንኢሉምናቲ ድሒርና ስፊሕና ክንገልጾ ክፍትነልካ እየ፣ ኣስፊሐ ክገልጸልካ ክፍትን እየ። ግን ፋርማሱቲካል ካምፓኒስ ዝበሃሉ ጥርኑፍ ኮይኖም ሎሚ እቶም ፋርማ ካምፓኒስ መድሃኒት ሰም ሰርሑ ሕማም ባዕሎም ሰርሑ። ከምዚ ኣብ ኮምፒተርካ ቫይረስሲ ባዕሉ ካብ ንፋስ ኣድዩ ዝፍጠር ዝሰርሑ ሰባት ኣለዉ። ሽዑ በዓልቶም ካልኦት ካምፓኒስ ኣንቲባዮቲክ ድዩ ገለ ከኣ መጺኻ ከኣ ኣንቲቫይረስ ትገዝእ ካብኦም። ኣንቲቫይረሶም ክትገዝኦ ተኾንካ ግን ቅድም ቫይረስ ክመጸካ ኣለዎ። ስለዚ መን ዝሰርሖ ነቲ ቫይረስ እሶም እዮም ኢንቨስት ዝገብርሉ እቲ ሕማም ናይ ሰብካ ከምኡ እዩ ሕማም ክዝርግሑልካ ኣለዎ መድሃኒት ክትሽምት ትኾንካ ንሂወትካ ክትብል ሓደጋ ኣቲኻ ኣለኻ ምስ ብላ መድሃኒቶም ትሽምቶ ስለዚ ነቲ ሕማም ክሰርሖ ገለ ሓደ ቢልዮን ክልተ ቢልዮን ኢንቨስት ገይሮም ክሰርሑ እዮም እቲ መድሃኒት ግን ኣርባዓ ሓምሳ ዓመት ክሸጡልካ እዮም ሱሳ ሰብዓ ቢልዮን ክረኽቡሉ እዮም ዝነበረ ጉጅለ እዩ ግን ንምዝራፍ ንምግባት ዕፀ ፋርስ ንምሻጥ ገለ ኣይኮነን ንግዳዊ ኣይኮነን ነይሩ ጸለምቲ ኣብዚ ከምዚ የጋጥሞም ኣሎ ተታሂሉ መጺኡ ፖሊስ ከይገፍዕ ንጸለምቲ ብረት ሒዙ መጽዋ ብረት ኣለካ ብረት ኣለኒ እስከ ማሲ እስከ ስገራታ መስመር ኣብ ዝብለሉ ምትፍናን በጺሑ ናይ ብሓቂ ከዓ ኣብ ጸለምቲ ዓቢ ተስፋ ተነቢሩሉ ነዚኦም እዮም ከዓ ፈላልዮሞም ብዝተፈላለየ መገዲ ገይሮም ኣብ ክልተ መቒሎም እዚ ብላድ ዘኢንክሪፕት ዝብልዎ ሎሚ እዚዩ ዘስሕቐካ ወይ ትንዕቁ ኣተሓሳስባ ተመስሪቱ ማለት እዩ ልክዕ እታ ባንዴራ ኣሜሪካ እታ ፀላምን እታ ሰማያውን እታ ቀያሕን ነቶም ፀለምቲ ተዋሂባ ሓደ ዓይነት ሰባት እዮም መፍለይ ምስ ሰኣንሎም መወዳእታ ሲ ብጣዕሚ ከዓ ትስዕቕ እኳ መፍለይ ምስ ሰኣንሎም ሲ ንስኹም ገዛውቲ ቀይሕ ክዳን ጥራሕ ተኸደኑ ንስኹም ሰማያዊ ጥራሕ ተኸደኑ ሰማያዊ ምንዲል ቀይሕ ምንዲል ኣንጠልጥሉ ሽዑ ኣብቲ ንግዲ ናይ ዘይሕጋዊ ንግድታት ከኣ ተቆርቁርቁስ ክንገብረልኩም ኢና እሞ ንዕኡ ንምግባር ከኣ ንምውናን ወይ ንምዕብላል ኣብ ነንሕድኩም ዕግርግር ፈጥሩ ተባሂሉ ተመስሪቱ ይኸይድ ከኣ ኣሎ ስጋዕ ሕጂ እታ ጻዕዳ ሕብሪ ግን ነቶም ጻዕዱ ተሪፋ ስጋዕ ስለዚ ኣብ ጻዕዱ ብጣዕሽሙ ጉጅለታት እዎ ይረኣዩ ግን ክንድኡ ጉኑን ኣይኮነን ኣብቶም ጸለምቲ በዝሕ ነዚ ነገር እዚ ከኣ ኒብሲ ሃሰል ኣውዩ ዓብዩ ኣብቲ በቲ ባዮግራፊ ናይ ኩሉ እሱ ዝገልጾን ኣቡኡ ዳዊት ዝገልጾ ወላ ኢንተርነት ይኹን ኣብ ዝተፈላለዩ ተኣሽሙታት ትረኽቦ ማለት እዩ ኣውዩ ዓብዩ ኣብቲ ክሪፕ ዝበሃል ቶም ሰማያዊ ዝኽደኑ ገለ ንሱ እውን ንባዕሉ ንጌጋ መንገዲ ነዊሕ ተጓዒዙ እዩ ምስ ተረድኦ ግን ክኸሕስ ኣለኒ ኢሉ መፅዩ ዕርቂ ክገብር ከዓ ጀሚሩ መንጎ እዞም ሰባት ስለዚ ተጣዕሪቕም ክንታይ ክትመፅእ እቶም ብላክ ፓንተርስ እዮም ክምለሱ ማለት ናይ ጸለምቲ መሰል ዕጡቃት እዮም እዞም ጉጅለ ኦረዲ ምቅታል ጀመሩ ድፋዓት ሰሪሕ ከም ከተማ ድተኮሱ ዘለዉ ጉጅለታት እዮም እዚኦም ተሰሚሮም ሲ ከመይ ገይሩ ክቅጽል ይኽእል ኣሜሪካ ዝበሃል መንግስቲ እዚ ብኣይሁዳውያን ተዓብሊሉ ዝኸይድ ዘሎ ኣተሓሳስባ ናይ ዓለም ክቅጽል ይኽእል ድዩ ኣብ ልዕሊ ጸለምቲ ከምኡ ኣትሶም ኣብቲ ናይ ዓዶም ድኣ ብውሕዱ ፍቲ ናይ ዓዶም ሲ ኣይክቅጽል እዩ እዚ ነገር እዚ ክሰርሕ ስለ ዝጀመረ ድማ ካልኣይ ዕላማ ኣትዩ ማለት እዩ ታርጌት ተገይርዎ ከምዚ እናበልና ክንቅጽል ንኽእልና ናይ ኒብሳስል ብዙሕ ብዙሕ ብዙሕ ኣብ ታርጌት ዘእትዎ ነገራት ኔሩ ዝዓበየት ግን እዛ ናይ መድሃኒት እያ ኣብ ዝተፈላለዩ ራድዮ ሸውስ ቢግ ቦይስ ነይበርሁድ ገለ ኣቕሪብዎ እዩ ተዛሪቡሉ ኔሩ እዩ።